ቀይሕ ባሕሪ መይን መስመር ናይ ዓለም መሰጋገሪ ስለ ዝኾነ ኣብኡ ናይ ግብረ ሽበራ ዝኾነ ነገር ከይረአ ህዝቢ ኤርትራ ጀላቡን መራኽብን እንድሕር ደኣ ገይሩ ሃገሩ ዓዱ ስለ ዝኾነት ኣብ ቂፅ ዝበሎ ነተን መራኽብ ናይ ዓለም ግብረ ሽበራ ክገብር ስለ ዝኽእል ክወቕዖም ስለ ዝኽእል ሃገሩ ስለ ዝኾነት ህዝቢ ኤርትራ ዓለምን ህዝቢ መንግስቲ ኤርትራን ኣጊድዎ ንኸይሰርሕ ምክንያቱ መስመር ቀይሕ ባሕሪ ሓንፃፅራ ቀይሕ ባሕሪ መስመር መሳጋገሪ ናይ ዓለም ንግዲ ስለ ዝኾነ ኣይኮነን ኣይኮነን ፅናሕ ህዝቢ ኤርትራ ኣብ ቀይሕ ባሕሪ እንታይ ግብረ ሽበራ ገይሩ ሓንቲ ክነት እዚ ፅንሓኒ ሕቲ ናይ እንግሊዝ መርከብ ስለ ዝኸተርካ ናይ ጀርመን መርከብ ስለ ዝኸተርካ ኢሉ ሕቱ ክእገድ ይኽእል ኤርትራዊ ሓንሳብ
ዘይተዛርበና ዘለካ ተዛ ፅንሓኒ ከዛርበካ እተኮይኑስ ብሱል ዘረባ እቲ ህዝቢ ብታሕቲ ዘሎ ክሰምዕ ኣለዎ ኣነ ከኣ ክመሃር ኣለኒ ህዝቢ ኤርትራ ዶሽካ ሒዙ ዝዘመታ መርከብ ኣለዎ ድዩ ተኣጊዱ ኤኮ
ከምኡ ንኸይገብርሲ ከምቲ ናይ ሕቱ ትብሎ ዘለኻ ከምኡ ንኸይገብርሲ ኣቐዲሙ ተኣጊዱ ህዝቢ ኤርትራ ንስደት ተፈሪዱ
መን ፈሪድዎ
መንግስቲ ኤርትራን ዓለም ለኸ ናይ ዓለም ለኸ ንግድን መንግስቲ ኤርትራ ዳ እንታይ ገይሩ? መንግስቲ ኤርትራ ዶ ንህዝቡ መንግስቲ ዶ ንህዝቡ ይእግድ እዩ?
ታሁን መስመር ቀይሕ ባሕሪ ዘይከፍቶ ወፍሪ ክገብር ህዝቢ ኤርትራ
ወፍሪ ይገብር ገብር ንዘሎ መን ክልኪሉ ወይ ኣበይ እዩ ወፍሪ ገይሩ? ኣብ ድላይ ኣብ ኤርትራ ፋብሪካ ሎ እዚያ ሴሎ ብጭልቃ
መን ኣጊድዎ ንማ
ኣታ ከመይ ዝበለ ኣታ ከመይ ዝበለ ገረው መልስ መን ኣጊድዎ ናብ ኤርትራ ሲ ፋብሪካ መቀያየሪ ቁሑት ስኢነን ዓንየን እወ መን ስለ ዝኣገደን
መንግስቲ ኤርትራን ዓለም ለኸን ንህዝቢ ኤርትራ ተኣጊዱ እምበር መንግስቲ ኤርትራ ኣይተኣገደን እንታይ ኮይኑ ዘየግድ መንግስቲ ኤርትራ እንተዘይተኣጊዱ ደኣ እንታይ ኮይኑ ኣይተኣገደን ከም ድላዩ ወርቂ ይሸይጥ ኣሎ ከም ድላዩ ዓለም ለኸ ዘራ ጣጥ ይብለላ ኣሎ ንዓለም እሞ ህዝቢ ኤርትራ ደኣ እንታይ ኮይኑ ተኣጊዱ?
ከም ትሑቲ ነተን መራኽብ ናይ ዓለም ዝኸትረን ዘሎሲ ሃጉሩ ስለ ዝኾነት ዓዱ ስለ ዝኾነት ብደምን ዓጽምን ደቁን ኣሕዋቱን ስለ ዝመጸት ቅጭ ምስ መጾ ገለ ነገር ድሕሪ ገይሮሞሲ ኣብ ቀይሕ ባሕሪ ዘንሳፍፍ ተኾይኑሲ ክትብትበን እዩ ህዝቢ ኤርትራ ምክንያቱ ወዲ ሃገር ኣበይ ሃገር ኣላ መንግስታ ዘይተኣገደ ህዝቢ ጥራይ ዝእገድ ሃገርሲ ኣበይ ሃገር ኣላ ደኣ ናይ ኤርትራ ናይ በይኑ ብይን ንበይኑ ናህና ደኣ ናህና ደኣ ንበይኑ እዩ እኮ ዝርኢት ሓወይ ናህና ደኣ ንበይኑ እንድዩ ናህና እዎ ናህና ተፈጢራ እዚኣ እያ ፍልጠትካ እዚኣ እያ ርእስኻ መንግስቲ ኣነ እኮ ዘርኢት ሓወይ ጽናሕ ጽናሕ ዘርኢት ሓንቲ ክነግረካ
መንግስቲ ኣብቲ ዝሰማዕናዮ ቅጥዒ እውን መንግስቲ ኤርትራ ተኣጊዱ፣ ሓለፍቲ ኤርትራ ተኣጊዶም እዩ ዝብል። ሓለፍቲ እንተተኣጊዶም ከኣ ዲፕሎማሲ ገይሮም ምስ ሃገራት ዲፕሎማሲ ገይሮም ዝኾነ ክስተት ከይፈጥሩ መንግስታት እዮም ዝእገዱ። ኤርትራ ተኣጊዳ እንተኢሉካ እቶም መንግስታት ከይወጹ ይእገዱ። ህዝቢ መንግስቲ ነጻ ሰዲድካ ህዝቢ በይኑ ዓለም ኣይትእግዶን እያ ኣይእገድን እዩ። ዘይሓወይ ሓንቲ ብዓድል ሃበኒ መዘሪተይ ፅናሓኒ ክነግረካ ሕጉስ እኮ ህዝቢ ኤርትራ ምእጋዙ ብጣዕሚ እኮ ሕጉስ እንታይ ኮንካ ትሕገስ ብጣዕሚ ህዝቢ ኤርትራ ዓለምን መንግስቲ ኤርትራ ዝኣገዶ ሕጉስ እየ ብዚ ሎም ክሪኦ ከለኹ ምክንያቱ ሕጂ ንሳሲ ፅናሕ ዘርኢ መንግስቲ ኤርትራ ዘለ ትካል የለን እንዳበለካ ከሎስ ንስኻሲ ኣይተኣግድን ህዝቢ ኤርትራ ይስራሕ ዘሎ ኢልካ
ሓዘኒ ኣብ ኤርትራሲ ፋብሪካታት ነይረን ዓንየን እወ ስለምንታይ መቀያየሪ ቁሑት ስኢነን መቀያየሪ ቁሑት ብመርከብ እዩ ዝመፅእ ትካል ሓዱሽ ትካል ክትከፍት ብመርከብ እዩ ዝመፅእ ኣፅዋር ክትገዝእ ብመርከብ እዩ ዝመፅእ እዚ ኩሉ እዙይ ኤርትራ ዘዳለወቶ ብመራኽብ ኣዳልያ ከዓ ኣብ ከባቢ ቤልጅም ሓንቲ መርከብ ተኣጊዳ ኣላ ኮፍ ኢላ ክንደይ ቢልዮናት ዝሓዘት ፍርቂ ናይ ኤርትራ ንብረት ዝሓዘት ኣብ ቬልጅም ልዕሊ ዕስራ ዓመት ተኣጊዳ ኣብኡ ኮፍ ኢላ መሪታ ኣላ ሕጂ ህዝቢ ኤርትራ መርከብ ህዝቢ ኤርትራ መርከብ ምስራሕ ስኢኑ ትብሎ ትብሎ ዶ ዘርኢ ትሓው መርከብ ክሰርሕ እንተኮይኑ እቲ ቁሑት ካበይ ከምፅኦ ናይ ኣቦኻ ርሑት ናይ ኣቦኻ ድጉሩ ገይሩ ዲ ክሰርሓ ካብ ዓለም እኮ እዩ ዝግዛእ ህዝቢ ኤርትራ እኮ ፅናሕ መዘርእተይ ፅናሕ ዘርእተይ
እወ ዘርእተይ ፅናሕ ኣነ ናይ ብሓቂ ክቡር ፕረዚደንት ኢሳያስ ርእስኻ ይፈትዎ ኣነ ትፈልጥ ዘርኢ ርእስኻ ይፈትዎ ኣነ እወ ክትፈትዎ እንዲኻ ትፈትዎ ኢኻ መራሕ ሃገር እዩ ኣነ ውልቀ ሰብ እየ ንዕኡ ክትፈቱ ግድን እዩ ሓንቲ ንምንታይ ከመይ ጌርካ ትፈትዎ ትብለኒ ብኸመይ ይፈትዎ ትፈልጥ ዶ
ኖ ንሱ መፍተዊኻ ህልወካ ብኸመይ ትፈትዎ ይብለካ እኔ እወ ልዕሊ ጽናሕ ክነግርካ ጽናሕ ጽናሕ ደንቆሮ ከምዚ በዓል ንስኻሲ ንስኹም ስለ ትካትዕሉ ከምኡ ይፈትዎ ብደናቑስ ኣይኮነን ገይሩስ ብደናቑስ ይካትዓና ንዓና ኣይኮነን ኣይኮነን ኣነ ክሳይ እዩ ክትፈልጦ ዘለካ ነገር ኣፍየ እዚ ስቕ ኢልካ ይመስለኒ ኢልካ ምዝራብ እ፣ ጽባሕ እንታይ ይወልድ ምዝራብ ከምኡ ኣይኮነን ብልክዕ ግን ሃገር እንድሕር ተኣጊዳ መራሕቲ ሃገር እዮም ዝእገዱ ህጂ ንዓኻ ውን ንኣፍልጦ ክኾነካ ጽሉል ከይብሉኻ ጽሉል ኣብ ዓይኒ ጸገሙ ኣብ ርእሱ ከላ እዩ ጸገሙ ዘርሰታይ ጽሉል ኣነ ጽሉል እስኪ ድሕተት ነዚ ህዝቢ ናይ ርእሲ ጸገሙ እዩ ንዓይኑ ስሒብዎ ኢሎም ከየላግብልካ ርእስኻ ጸገም እዩ ንዓይንኻ ስሒብዎ እምበር ሃገር በይና ህዝቢ ኣይእገድን እዩ ንህዝቢ ዝእግዶ ወላ ሓደ ሓይሊ የለን ንመራሕቲ ህዝቢ ግን ይእገዱ። ሩስያ እንተተኣጊዳ ሚኒስትር ስፖርቲ፣ ሚኒስትር ጥዕና፣ ሚኒስትር ፋይናንስ፣ ሚኒስትር ሕርሻ ይእገድ። ናይ ሩስያ ከምኡ እዩ ዋላ ሚኒስትር ስፖርቲ ተኣጊዱ። ዘርኢት ሓወይ በል ዘርኢት ሓንቲ ሚኒስትር ክሓተካ ማዕድን ስማዕ እንዶ ስቕ ኢልካ ክንነግረካ ሚኒስትር ማዕድን ይሕገድ ይእገድ ሽዑ ሩስያ እንታይ ትኸውን? ክንደይ ሽሕን ገለን እገዳታት ክልተ ሽሕን ገለን ነጥብታት ዝሓዘ እገዳ እንድሕር ገይሮም ድኣ ናይ ኤርትራ ከኣ ከምኡ ኢዩ ፍሊጶስ ተኣጊዱ ይብሉኻ ስለምንታይ ጀረናል ኢዩ ምስ ጀረናላት ተራኺቡ ኢሂን ሚሂን ከይብሃል ሚኒስትሪ ቱሪዝም ተኣጊዱ እንተኢሎምኻ ብናይ ቱሪዝም ተራኺቡ ምስ ዓለም ከይራኸብ ፕረዚደንት ተኣጊዱ እንተኢሎምኻ ምስ ፕረዚደንትታት ተራኺቡ ከየብል ብሓይሉ ኢዩ ዝወጽእ እታ ሃገር ዝገሻ ዘሎ ሃገር ሩስያ ድያ ዋላ ቻይና ነቲ እገዳ በጢሳ ዓዲምናካ ኣለና ምጻእ ትብሎ ነቲ እገዳ በጢሱ ዕድመ ናይቲ ሓንቲ ሃገር ኣኽቢሩ ይኸይድ ተላዚቡ ይመፅእ ሽዑ ብገይሩ ማዕድን የምፅእ ስለዚ ማዕድን ይፈሓር ኣሎ ኣብ ከምዚ ከምዚ ተኣጊዳ ኮላስ ማዕድን ተፋሒሩ ተኣጊዳ ኮላ ደይኮነትን ልብያ ነዳዲ ፍሒራ ነዳዲ ፊሒራ ማዕድን ፊሒራ ነዳዲኣ መካይና ድዩ ትካላታ ተስቲ ነይራ ነዳዲ ረኺባ ተኣጊዳ ኮላ እኮ እያ ልብያ ነዳዲ ፊሒራ ተኣጊዳ ኮላሲ ነዳዲ ፊሒራ ስለምንታይ እተን ነቲ ነዳዲ ዝፍሕራ ሃገራት ነቲ እገዳ መለክዒ ኣይሃባሉን በንጢሰን ኣትየን በዓል ቻይና ኣትየን ፅንሓኒ ትመሃር ኣለካ ፅናሕ ፅናሕ ትመሃር ኣለካ ሕጂ ኤርትራ ከዓ ነቲ እገዳ ጥሒሳ ማዕድን ተውፅእ ሃገር ቻይና ድያ ዋላ እዛ መንያ ሽማ እዛ ካናዳ ሕራይ ምስ በለታ ነቲ እገዳ ጥሒሳ ትኣቱ እቲ ዝተሸጠ ወርቂ ግን ኣብ ዓለም ተዘርጊሑ ከይሽየጥ ኣብ ኤርትራ ተፃርዩ ካብ ኤርትራ ትሒዙ ዕዳጋ ከይቀርብ ግን ተኣጊዱ ኣሎ ብመራኽብ ጌራ ካብ ተፈላለያ ሃገራት ነዳዲ ከይተእቱ ባሕራ ተኣጊዱ ኣሎ። ነዚ ምስ ተኣገደ ሽዑ ነቲ ባሕሪ ሕራይ ዝብልኦ ነቲ እገዳ ጥሒሰን ሕራይ ዝብልኦ ሃገራት ከኣ ተእቱ ሜላዊ ሲስተም ትጥቀም። እቲ ሜላዊ ሲስተም ነቲ ሜላዊ ሲስተም ጥሒሰን ዝመጻ ንሳ ከኣ ነቲ ነቲ ሜላዊ ሲስተም ነቲ መላዊ ናይ ዓለም እገዳ ናይ ውድብ ሕራት ሃገራት እገዳ ጥሒሰን ዝኣትዋ ሃገራት ተረኺባ እታ ሃገር ፈንጠርጠር በዚኣ ትነብር ኤርትራ ግን እግድቲ እያ ዘላ ንኣብነት ልዕሊ ዕስራ ዓመት ኢራን ተኣጊዳ ነቲ እገዳ ጥሒሳ ማዕድን ኣውጺኣ ነቲ እገዳ ጥሒሳ ብዙሕ ነገር ጌራ ነቲ እገዳ ጥሒሳ ድሮናት ከም ተፍሪ ተጌራ ነዚ ምስ ጠሓሰት ፓወር ምስ ረሃበት ከኣ ክትህረም ኣለዋ ኢለን ከኣ ኣብ ምህራማ ኣትየን ስለ ዝተኣገደት ህጂ ዝኾነት ሃገር ኣይሕግዝኣን እየን ብሕቡእ እየን ዝኣትዋ እምበር ብጋህዲ ኣይኣትዋን እየን። ኣብ ኤርትራ ዝፈሪ ዘሎ ማዕድን ከኣ ብሕቡእ እምበር ኣብ ዕዳጋ ዓለም ዝወርድ ብዶላር ተተሚኑ ዝወዳደር ኣይኮነን። ስለምንታይ ተኣጊዱ እዩ ዘሎ። ሕጂ ፍለጥ ተኣጊዱ ስለ ዘሎ ኣብ ውድድር ዓለም ክንደይ ስኬል ይሕዝ ንዶላር ክንደይ ክብ የብል ኣይምዘንን እዩ። ስለምንታይ እጉድ እዩ ዘሎ። ንሶም ግን ኣብ ገዛእ መሬቶም ሕጊ ነቲ ሕጊ ናይ ዓለም ጥሒሶም ሕጊ ናይ ዓለም ዝጥሕሳ ተራኺቦም ድላዮም ሲስተም ክጥቀሙ ይኽእሉ እዮም ክትፈልጦ ኣፈወርቅሲ ብናትካ ኣተሓሳስባ ንኹሉ ነገር ጥሒስካ ትዛረብ ንኹሉ ነገር ጥሒስካ ትዛረብ ንኽትዛረብ ዘፍቀደልካ ግን የለን ስጋብ ጅሆ ዘይተታሕዝካ ስለዚ ናይ ሓንቲ ሃገር ሲስተም ከምኡ እዩ ኣብ ሃገር ኣብዚ ዓለም ሲ ልዕሊ ኣርባዓን ገለን ሃገራት ተኣገዳ ኣለዋ ኣርባዓን ገለንን ሓምሳን ገለን መንግስቲ ሊብያ ተኣጊዱ ከሎ ማዕድኑ ነዳዲ ውፅኢዶ ኢልካ ንሓቀይ ወ ኣነ ከዓ ዝበልኩኻ መንግስቲ ኤርትራን ዓለምን ንህዝቢ ኤርትራ ኣጊደንኦ ዶ ኢለካ ወ ማዕረ መን ረቲዕሉ ሕጂ ብዚ ትብል።
ኣነ ረቲዐካ።
መንግስቲ ሊብያ ተኣጊዱ ከሎ ንህዝቡ ይዕንጊልዎ ንህዝቢ ኤርትራ ግን ሓንሳብ ጽናሕ እሞ ዘርእተይ ጽናሕ ዘርእተይ መንግስቲ ሊብያ እቲ መንግስቲ ተኣጊዱ ኮሎ ዓለም ዳኣገዱ ተኹላ ንህዝቡ ቀጠልያ ገይርዋ ሊኻት መንግስቲ ሲ በስ ፈንጢሶ ንልብያ ቀጠልያ ገይርዋ ንህዝቢ ኤርትራ ግን መንግስቲ ኤርትራን ዓለምን ኣጊደኖ እኳ ኢልካ ቻይና ውጓእ ማዕድን ተውፃእ ላይ ተኣገደትን
ኦኬ ሕጂ ኣፍየ ከመይ መሲሉካ መንግስቲ ልብያ ናይ ልዕሊ ሽሳ ዓመት ናፅነት ዕድመ ዘለዎ እዩ ናይ ልዕሊ ስሳ ዓመት ናጽነት ዘለዎ እዩ ቀዛፊ ጥራይ ኣርባዓ ዓመት ጌሩ ኣርባዓን ገለን ዓመት ጌሩ ካብ ስልጣን ተኣልዩ ካብ ቂድምኡ ሒዝዎ ዝመጸ ናይ ናጽነት ሓራ ናይ ምንባር መሬትን ህዝብን ልብያ ኣለዎ ናህና ግን ካብ ቴስዓን ሓደን ስጋብ ቴስዓን ሸሞንተን ጥራይ ናይ ናጽነት ዕድሚኡ ድሕሪ ሽዑ ብናይ መጋበርያ ጸላእቲ ኣብ ኩናት ዝኣተወ ሃገርን መንግስትን እዩ ሓደ በለኒ ድሕሪ ሽዑ ማዕብድን ኣምጺኡ እቲ ዘምጽኦ ማዕድን ናይ ወርቂ እዩ ናይ ነዳዲ ኣይኮነን ናይ ነዳዲ ከየውጽእ ግን ኣናዳርኮ ፈሊምዎ ስለ ዝኸደ ኣናዳርኮ ካልእ ሃገራት ከፍቅዳ ፍቓድ ከይሃበ ዝኾነ ነዳዲ ኣይፈሓርን እዩ ኤርትራ ኣናዳርኮ ፈሊምዎ ስለ ዝኸደ ምስ ኣናዳርኮ ኣይተሰማምዑን ቻይና መጽያ ኣይትፍሕር ሩስያ መጽያ ኣይትፍሕር ዋላ እስራኤል መጽያ ኣይትፍሕር ስለምንታይ ውዕለይ ኣለኒ ብዚ ኣነ ኤፈሊመዮ ዝብል ኣሎ እዚ ናይ ወርቂ ማወርቂ ግን ዝኾነት ሃገር ወርቂ ኣለዋ ወርቂ መፍትሒ ሽግር ናይ ሓንቲ ሃገር ኣይኮነን ነዳዲ እዩ ምናልባት ሽግር ክፈትሕ ዝኽእል እቲ ናህና ጸገም እቲ ናይ ኣናዳርኮ ዝበሃል ፈሊምዎ ስለ ዝኸደ ብድሕሪኡ ዝፍሕሮ የለን ዋላ ኣብ ኤርትራ ነዳዲ ተረኺቡ ዝፍሕሮ የለን ስለምንታይ ኣናዳርኮ ከፍቅድ ኣለዎ ጣና ዳርኮ ከኣ ዓውዲ ጸቒጡ ከይዱ ተወዲኣ ከማይ ኢላ ተጸቒጣ ኢያ ትነብር ስለዚ ንኣና ዳርኮ ምስኡ በቲኽካ ውዕል በቲኽካ ከም ብሓድሽ ዝተረኽበ ነዳዲ ብሓያላት ሃገራት ብኻልእ ንዕኡ ዝመስላ ፊሒርካ ትረክብ ትኽእል ኣብዚ ዓለም ነዳዲ እምበር ወርቂ ዕዳጋ ክብ ኣየብልን ኢዩ በንዚን ኢዩ ዕዳጋ ክብ ዘብል ዘይቲ ኢዩ ዕዳጋ ክብ ዘብል ሕጂ እዚ ክትፈልጥ ኣለካ እዚ እውን ትፈልጦ ኢኻ እስኻ ስለዚ ንሕና ጅሆታት በቃ ዘይፈትሕካ ሰበይቲ እዚ ቃል ኪዳን ዘየውረድካላ ሰበይቲ ቃል ኪዳን ዘየውረደትልካ ሰበይትኻ ክትምርዖ ኣይትኽእልን ኢኻ ክትሰርቕ ጥራይ ኢኻ ትኽእል በቃ የውርደልካ ዘርኢ ፅናሕ እሞኒ
ኣብ ኤርትራ ናይ ብልቢ እየ ዝብለካ ዘለኹ ዘርኢ ተሓወይ ኣነ እኮ ምሳኻ እየ እኳ ዘሪት ሓወይ ናይ ብቕንዕና እየ እኳ ኣነ እኳ ዝተጋገኹዎ መገዲ ኣለኒ ነዚ ህዝቢ እዚ ሲ ይብለካ ኣለኹ እገዳ ኣይኮነን ካልእ ይግብኦ እዩ ክቡር ፕረዚደንት እስያስ ኣፈወርቂ ናይ ብሓቂ ጽቡቕ እዩ ዝገብር ዘሎ እየ እኳ ዝብለካ ዘለኹ ኣነ እንታይ ጽቡቕ ገይሩ እስኪ ንገረና ካብ ጽቡቕ ብጣዕሚ ነዚ ህዝቢ እዚ በቃ ከይተደርበ ኣብ ኣውሮጳ ከይተደርበ ኢትዮጵያ ከይተደርበ ኢሉ በቃ ኪድ ዕጅብ ዘይብሉ በቃ በዚ ሕጉስ እየ ኣነ እንታይ ገይሩካ ኢኻ ተሓጒስካ ነዚ ህዝቢ እንታይ ሕማቕ ዘርኢት ሕጂ ኣምዳ ዘርኢት ኣገልግሎት ነርካ ኣገልግልካ ንሃገርካ ዓሰርተ ኣርባዕተ ዓሰርተ ሓሙሽተ ዓመት ኣገልግልካ እወ ተረዲእካ ዶ ስዊዝ ባርያ ገይሩ ምሃብኡ ትሰርሕ ተብል ኣላ ካብ ዓድኻ ትካል ኣውፂኻ ትሰርሕ ዝግባእካ እሞ እንታይ ገይሩካ እቲ ህዝቢ ሲ ከምዚ ሕጂ ሕማቕ ዘለዎ ሕማቕ ክኸውን ተመኒኻሉ እንታይ በዲሉ ከምዚ ከማኻ ህዝቢ እንታይ ከምዚ ክትምልሰለ ፅናሕካ እንታይ እንታይ ክብሎ ደሊኻ ዘርኢት ሓወይ ኣነ እንታይ ሕማቅ መሊሰልካ ደይ እዋ ኣነ ንህዝቢ ኤርትራ እዩ መንግስቲ ኤርትራን ዓለምን ኣግሂደኖ እምበር መንግስቲ ኤርትራ ኣይተኣገደን ወርቂ ይሸይጥ ኣሎ ፅባሕ ፖታሽ ክሸይጥ እዩ ፖታሽ ፅባሕ ክውፅእ ሕጂ ይህ ማርሞ ይሸየጥ ኣሎ ዓረ ይሸየጥ ኣሎ ድላይ ይሽጥ ነዚ ህዝቢ እዚ መንግስቲ ኤርትራ እዩ ዝኣልዮ ዘሎ።
እብ ደገ ዘሎ ህዝቢ ከ? ኣብ ደገ ዘሎ ደኣ እሞ ሰሪሑ ይበልዕ።
ኣብ ኤርትራ ንመን ኣልዎ ብረት ኣብ ኤርትራ ዝኣልየካ ነሩ እንታይ ክትገብር ወጺኻ?
እቲ ዝኣልየኒ እኹል ኣይኮነን ካብኡ ዝብልጽ ክረክብ ደልየ።
ፅናሕ ነግረካ ኣብ ኤርትራ ሲ ዝእለ ዘሎ ይውሓድ ይብዛሕ በት መንግስቲ እዩ ካልእ ዝህበ የለን ካብኡ ዝበልፅ ክረክብ ደልየን ካልእ መውፅኢ ረኪበን ይወፅእ ናይ ብሓቂ ንህዝቢ ዋላ ንስድራኻሲ ዋላ ንስድራኻ ዝኣልዮም ዘሎ መንግስቲ እዩ።
ዝሕልዎም ዘሎ ዶ? ዝኣልዮም ዝኣልዮም እዛ ዝበልዕዋ ዝሰትይዋ ቡን ሽኮር ዝህቦም ዘሎሲ መንግስቲ እዩ። ናይ ብሓቂ ይህ ህዝቢ ኤርትራ ይህ ህዝቢ ኤርትራ ይህ ሽኩር ሂቦኩም ኣሎ ድዩ ቡን ሂቦኩም ኣሎ ድዩ ወላ ብሓቂ እዩ ኣየናይ ኣድራኻ ምለስ ጽንሓኒ ብኮንትረባንድ ኣምጺኡ ድዩ ብገለ ኣምጺኡ ድዩ ብኩቦን ገይሩ ድዩ ንሱ እዩ ዝኣልየኒ እስኻ ርግጸኛ እዩ ንስድራኻ ንስድራኻ ኣፈወርቂ ንስድራኻ ናይ ብሓቂ ኣነ ከምዚ ክሰደካ ቀሊል ተኻታዓይ ኣይኮንኩን ንስድራኻ ኣብ ወርሒ ኣብ ሰለስተ ወርሒ ሚእቲ ቅርሺ ከም ዘይትሰደሎም ኣነ ፈልጥ እየ
ፅናሕ በል ብምንታይ እባ ክርእየካ እየ ወላ ኣኳል ይርገ ኣይትሰደሎምን ኢኻ ኣብ ሰለስተ ወርሒሲ ሚእቲ ዶላር ኣይትሰደሎምን ኢኻ ስለምንታይ እቲ መንግስቲ ብተፈላለየ ምክንያት ነቲ ህዝቢ ሒዝዎ ዘሎ የለን እንዳተባህለ ከም ዘሎ ዝገብሮም ዘሎ እቲ መንግስቲ እዩ። እዚኣስ ነቓዕ ዘረባያ ነዚኣ ዝፈርሃ ሰብ ኣሎ። እቲ መንግስቲ ኩቦን ገይሩ ድዩ ገለ ገይሩ ድዩ ዝኣልዮም ዘሎ እቲ መንግስቲ እዩ። እኽሊ ምፅኡ ድዩ መሸላ ይኹን ወዲ ዓከር ይኹን ወዘተ ይኹን ስርናይ ናይ ናይ ምፅወታ ናይ ቀይሕ መስቀል ከየብልዐ ዝኣልዮም ዘሎ እቲ መንግስቲ እዩ። ኣየፅግቦምን ኸውን ሶ ዓቕሙ እዩ። እታ ዝገብራ ዘሎ ግን ንሱ እዩ። ኣብቲ ዕዳጋታት ዝረኣያ ዘለዋ ነገር እቲ መንግስቲ ብተፈላለየ ምኽንያት ዘምፀኦ እዩ። ኣብዚ ዘለኹም መንነትኩም ዝኸሓድኩም፣ መንፈስኩም ዝበተኽኩም፣ መሃነድኩም ዝጠፍኣኩም፣ ካብ ሰብ ንታሕቲ ዋላ ሓንቲ ዘይብልኩም፣ ንዴተ ሕልና ዝወረሰኩም፣ ሓርጎፅጎፅ ተበልኩም ኣቲና ርኢናዮ ኢና። ኣቲና ስለ ዝረኣናዮ ነቲ ዕዳጋ ናይቲ ህዝቢ ኣራጋጊእዎ ዘሎ እቲ መንግስቲ እዩ ካበይ ኣምፂኡ ንዑ ይምልከት እንታይ ገበርቲ ኢኹም ንስኹም እንታይ ገይርኩም እንታይ ኣምፂእኹም ዘየለ ስዕልካ ቆርጠምጠን ዘረባ ክትዛረቡ ስለ ዝውዓልኩም እንታይ ገይርኩም ምስ ስድራኹም ኣብ ሽዱሽተ ወርሒ ሚእቲ ቅርሺ ዘይትሰድሎም ኩቦን ገይሩ ድዩ ገለ ገይሩ ድዩ ቀበሌ ገይሩ ድዩ ንኡስ ዞባ ገይሩ ድዩ ዞባ ገይሩ ድዩ ዘመሓድሮም ዘሎ እቲ መንግስቲ እዩ ብተፈላለየ ምክንያት ገይሩ ኮንትሮባንዳ ገይሩ ድዩ በቃ ንዕኡ ዝመስሎ ዘመሓድሮም ዘሎ ሲ ኣየናይ ሰብ በንፃሩ ሲ ከምዚኣ ይገብር ምህላው እቲ መንግስቲ ፈሊጥኩም ናብ ኤርትራ ሰልዲ ከይንሕውል ናብ ኤርትራ ሰልዲ ከይንሰድድ ደፊሩ ክዛረበኩም ዝኽእል ሰብ ኣይትረኽቡን ኢኹም ኣነ ደፊረ እዛረብ ኣለኹ ነቲ ነቲ ህዝቢ ዝኣልዮ ዘሎ ሰራዊቱን ገባሩን ኣየጽግቦን እዩ ግን እዚ ክንብል ከለና ከም ድላዩ የጽግቦ ኣሎ ከም ድላዩ የብልዖ ኣሎ ኣይንብል ኢና ከይመውት ግን ሒዝዎ ኣሎ ሕጂ ኣብዚ ሃለውለው ግደፉ ከምዚ ዶ ማዕድን የውጽእ ኣሎ ዶ ገለ ካብ ዘውጽኣ የውጽእ ማዕድን ኣውጽኡ ድዩ ገለ ገይሩ ድዩ ኮንትሮባንዳ ገይሩ ድዩ ጀላቡ ካብ ሃገራት ኣዕራብ እንዳምጽአ ድዩ ብራሻይዳ እንዳምጽአ ድዩ ካብ ሱዳን እንዳምጽአ ድዩ ካብ ተፈላለየ እንዳምጽአ ኣብ ኤርትራ ሽኮር ኣሎ ቡን ይሰቲ ኣሎ ህዝቢ ቡን ኣሎ ወልፊ ይገብር ኣሎ ህዝቢ እኽሊ ኣሎ ምስተን ዘእትወን ናይ ሕርሽኡን ናይ ቃፅዖታቱን መሬት ምስአን ሓዊሱ ህዝቢ ይነብር ኣሎ ወይ ኤርትራ የላን በቲ ምስ ኢትዮጵያ ኩናት ተዓጽያ በቲ ሱዳን ፋሕፋሕ ኢላ ተዓጽያ በቲ ብባሕሪ ዘራኽብ የብልናን ኤርትራ ተዓጽያ ህዝብና መይቱ ተዓጺና እዚኣ እንድያ ዘረባኹም ዝተዓጸወ ህዝቢ እንታይ ይበልዕ ትግራይ ዕጽዋን ክባን ኣጋጢምዎም ክልተ ዓመት ክባልዑ ደልዮም ዕስራን ሸውዓተን ዓመት ህዝቢ ኤርትራ ተዓጽዩ ብምንታይ ይነብር ነዚኣ ዝመልስ ሰብ የለን ኦ ኣይጸግብን እዩ ከም ድላዩ ኣይገብርን እዩ ኣሎ ተረፈ መሊኡ ትኽክል ንስኻ ዘይሓገዝካዮ ንስኻ መዓት ዝተጫጭሓ ውድባት ከተፍሪ ንናይ ውድባት መራሕቲ ሃገራት ወዲ ሃገራት ፈቆዶ ሆቴልን ፈቆዶ ገለን ከተሻራሽር ስድራኻ ዝረሳዕኻ መንግስቲ ይቅልበልካ ኣሎ ስድራ ተቃዋማይ ስድራ ደጋፋይ ስድራ ተጋዳላይ ስድራ ገባር ከይበለ መንግስቲ ይቅልቦ ኣሎ ሃየ ግጠም ኣብዚኣ ነዚኣ ክገጥማ ዝኽእል ሰብ የለን ብድፍረት ነዚ ዓዲ ኣቲና ስለ ንወፅእ ብድፍረት ኢና ንፈልጦ ኣብ ኤርትራ እታ ዘላ ማዕረ ሰብ ይግልገል የለን ዘይእውጅ መንግስቲ ባቃ የለን ዝብላዕ ስኢኑ ህዝቢ ዓቕልና ፀይቡና ረድኤት ሓግዝና ቀይሕ መስቀል ቀይሕ መስቀል ሴርካ እቶ ኢድና ሂብና ኢና ዘይብል መንግስቲ ከባቢና ግን ንርኢ ኣለና ረድኤት ደንጒና ረድኤት የለን ድዩ ረድኤት ዘይፍቀደና ዝብላ ኮናትል ምሕፋስ ዝናፈቓ ከባቢታት ኣለዋ ኣብቲ ከባቢና ብቋንቋና ምሰምዐን ማለት እዩ ህዝብና ግን ከምኡ የለን ካብ ተስዓን ሸሞንተን ክሳብ ክልተ ሽሕን ዕስራን ኣርባዕተን ዕስራን ሓሙሽተን ዝተዓፀወ ህዝቢ ብምንታይ ይነብር ኢልኩም ትሓስቡ? እንታይ ገበርቲ እዮም ንሶም? ያ እዚ ክትፈልጡ ኣለኩም። ሽዑ እንታይ ትደልዩ ንስኹም? ከምዚ ገብር መንግስቲ ፖታሽ የውፅእ ኣሎ፣ መንግስቲ ማዕድን የውፅእ ኣሎ፣ እወ የውፅእ ኣሎ። ክንደይ የእቱኸ ትፈልጥዎ ዶ? ክንደይ የውጽእ? ክንደይ ኩንታል ሓመድ ተጻርዩ ክንደይ ግራም ወርቂ ይኸውንከ መጽናዕቲ ኣለኩም ድዩ ትፈልጡ ዲኹም? ኣብኡ ዘለዉ ሰራሕተኛታት ክንደይ ይኽፈሉኸ ትፈልጡ ዲኹም? ያ ምፍላጥ የድሊ። እዚ እንዳተገበረ ካልእ ከኣ ክውስኽ ነይርዎ። እንተኾይኑ ሓደ ዘረባ እዩ ቶታል ኣይገብርን እዩ ኣይሰርሕን እዩ ዓለም እያ ን ህዝቢ ኤርትራ ኣጊዳቶ እምበር ንመንግስቲ ኣይኣገደቶን እንታይ ጌሩ ህዝቢ ድኣ ኣውሪድዎ ብባሕሪ ድዩ ጃልባ ሒዙ ፈንጠርጠር ኢሉ ቦምባታት ድዩ ቀቢሩ እንታይ ጌሩ ህዝቢ ክእገድ እሞ ዝተኣገደ መንግስቲ እዩ መእገዲኡ ምክንያት ከዓ ኢድና ኣይነሳእካን ጫማና ሓፂብካ እግርና ሓፂብካ ኣብ ዓራት ኣየደቀስካናን ንሕና ዝበልናካ ኣይገበርካን ልኡኽ ኢደ ቤዛ ናትና ኣይኮንካን፣ ኣገልጋልን ተለኣኣኽን ዕሱብን ኣይኮንካን ኢሎም ኣሲሮሞ። ጠራው ኮይኑ ኣሲሮሞ ቻው። ክላማለም ነይርዎ። ክላማለም ነይርዎ፣ ኢዱ ክህብ ነይርዎ። እቲ ሃገር ብክንደይ ኣዕፅምትን ደምን ዝመፀት፣ ብክንደይ ጅግንነት ዝመፀት ክበልዕ ክብል ከረክባ ነይርዎ። ከምኣ ድያ እታ ጉዳይ? ናይ ምዕራባውያን ጓሓፍ ወዲ ጓሓፍ እቲኻ ኣብኡ ከምዚ ኢትዮጵያ ንሪኦ ክልተ ባዝላ ዝገበሩ ክመርዓው ክንርኢ ዲና ነይሩና ሰብ ክልተ ጫሓማትስ ባዝላ ገይሮም ሓደ ሰበይቲ ሓደ ሰብኣይ ኮይኖም በቢእብረ ክጋበሩ ከምኡ ክንፍቀድ ነይርዎ ዲና ዘይገበርና ደልና ዘይሃይማኖትና ዘይክብርና ዘይናይ ሕብረተሰብና ባህሊ ኢድካ እንድሕር ነሲእካ ከም በዓል ኢትዮጵያ ከምቲ ናተን ኢኻ ትገብር እምበሺ ንሰን ዘይገበርኦ ኣባኻ እየን ዝዘርኦኦ ኣባኻ ዘርኦኦ ንስኻ ትትግብሮ እዚድና ዘይገበርና ተደሊ ከምኡን ክንድኡን ክኣተዋኻ ከለዋ ጓሓፈን ስለ ዝጉሕፋልካ ጓሓፍክን ክትጉሕፋልና ኣይንደልን ብጡም ይከብድና ባህልናን ልምድናን ሕብረተሰብ ናይ ሕብረተሰብና ክብርን ዓቂብና ክንነብር ኢና ስለ ዝበለ እዩ እዚ ግን ኣብቲ ውሽጢ ከኣ ካልእ ክግበር ዝግባእ ኔርዎ እዩ። ህጂ እቲ ሓቂ ኣይንሰውሮን ኣሎ ክግበር ዝግብኦ ዘይተገብረ መሊኡ ኣሎ። እቲ ክግበር ዝግብኦ ህዝቢ ከይመውት ሓልዩ ዝኸይድ ከኣ ኣሎ። ነዚኣ ቆሓማ ውሰዳ እንታይ ገበርቲ ኢኹም ንስኹም እንታይ ሰራሕቲ ኢኹም እንታይ ገበርቲ። ስደት ወጺኹም ኣይተድምዑ ኣብ ሃገር ኮንኩም ኣይተድምዑ ተዛሪብኩም ኣይተስምዑ ጆክ ጥራይ ክትዛረቡ ክትነብሩ እንድሕር ኮይኑ ብጆክን ብጃክን ዝመጸት ሃገር የላን ብጆክን ብጃክን ዝመጸት ሃገር የላን ስለዚ ብኽንድዚ ከቢድ መስገደላዊ ታሪኽ ዝመጸት ሃገር ብመስገደላዊ ሕሰም ክትሰግሮ ኢያ ሎሚ ማዕድን ኣውጺኣ ኣላ ናይ ወርቂ ዶ ናይ ቦታሽ ጽባሕ ናይ በንዚንን ናይ ዘይትን ነዳድን ከተውጽእያ መጺ ንኸስ ጥራይ ንግዝያዊ ጥባሮ ርኢኻ ንሓደ ዕስራን ኣርባዕተን ሰዓት ዝሓስብ ኣእምሮ ሒዝካ ንዕስራን ኣርባዕተን ዝዕንገል ከስዐ ሒዝካ ኣይትኺድ ንኸስ ኣብቲ ውሽጢ ሽዑ መኺስካ እንዳኸድካ ሃገር ክትምዕብል ነገራት ኣለዉ እቲ ውሽጢ እዚ ክዕረየልና ኣለዎ እዚ ክቕየር ኣለዎ እዚ ክስተኻኸል ኣለዎ በል ቶታል ግን እንዳሓመኻ እንዳበልካ ትኸይድ ተኾንካ መን ክሕልፈካ ጸማማት እንዲና እንታይ ኢልና ክንሕልፈካ በርከ ጸማም ታሪኽ ኢና ተሸኪምና መጺእና። ጸማም ኣተሓሳስባ ክንሓስብ ከኣ ግድን እዩ። ስለምንታይ? ጸማም ኣማጻጽኣ እዩ ዘለና። ሰባት እንዳሞቱ ዕሽሽ ዘይብሉ፣ ሰባት ብናፓል እንዳተጸብሱ ዓለም ዘይትርእየና፣ ሰባት ከም ቆጽሊ እንዳረገፉ ዓለም ዘይትፈልጠና፣ ኣብ ገዛእ መሬትና ሂወትና ከም ቆጽሊ እናረገፈ ዓለም ዘይትሓስበልና። ያ እዚ ምፍላጥ የድሊ ኖ ኣነስ ኣይፈልጥን እየ እንዳሓከኹ ክነብር እየ እንተይልካ ከዓ ኪድ ፍረ ነብስኻ ሓኺኽካ ደቅስ ሰባት ሰባት እንዳተሓማመሉሲ ዓለም ዘይትርእየና ዋላ መድሃኒት እኮ እያ ዘይተምጽኣልና ከምቲ ብገዛእ ነብሱ ዋላ ሓንቲ ሃገር ከይሓዘቶ ኣብ ዶኮሜንቱ የገለ ትበሃል ሃገር ኣጽዋር ሓጊዛትና የገለ ትበሃል ሃገር ስንቅን ዕጥቅን ሓጊዛህና ዝብል ዶኩሜንት ይብሉን ይገለ ትበሃል ግን ቲፎዘና ነይራ ቃንዛና ትርዳእ ነይራ ኣብ ፀሎታ ትሕግዘና ነይራ ዝብላ ሃገራት መሊኤን ኣለዋ ዕጥቅን ስንቅን ሓጊዛህና ይገለ ትበሃል ሃገር ዝብል ዶኩሜንት ይብሉን ኢገለ ትበሃል ሃገር ንሕሰም ናይ ልዒሊ ርብዒ ዘመን ሕሰምና ተጻዊራ ኣሕሊፋትልና ዝብል ዶኩሜንት ከኣ የብልናን እዚ እንዳ ገበርና ግን ጸገም ኣለና ዶ እወ መሊኡ ክዕረ ኣለዎ ክዕረ እንተኮይኑከ ኣነ ክሰርሕ እስከ ስራሕ እስኪ ስርሒ። እስኹም ስርሑ ንሕና ንስራሕ ተሓባቢርና ንኺድ ሃገር ሸይጥካ ኣጸሊምካ ኣወንጅልካ ዝመጽእ የለን ክንደይ ዘይተወንጀለ ኣብዚ ቲክቶክ ካብ ዝመጽእሲ ክንደይ ወንጀል ኤርትራ ዘይተዘርበ እንታይ ኣሕሪኻ ወላ ሓንቲ ይገበርካን ስለምንታይ ዕላማኻ ጥምዙሕ ዘይውድቡን ዘይጽፉፉን ጥምዙሕ መጋበርያ ልኡኻት ናይ ባዕዲ ስለ ዝኾንካ ነንሕድሕድካ ክትባላዕ ትነብር ስለምንታይ ሽኮርያ ዘለዎ ሰብ ሽንቲ ማይ ክኣቱ ሽቓቕ ክኣቱ ይህውኽ እዩ ኣብ ሱሪ እዩ ጥሪቕ ጥሪቕ ዝብል እስኻ ከዓ እቲ ዓወት ድንጉየካ እሞ ኣብ ኣብ መልሓስካ ጥሪቕ ጥሪቕ ትብል ምክንያቱ ናይ ሽንቲ ናይ ፍሕኛ ፀገም ዘለዎ ሰብ ሽቓቕ ክኣቱ ሰብ ተዓፅያ ተፀኒሓቶ ጥሪቕ ጥሪቕ እዩ ዝብል ኣብ ሱሩ ይሰዳ እስኻ ኸኣ እቲ ናይ መጋበርያ ናይ ምዕራባውያን ቃልሲ ክዕወት ስለ ዝድንጉየካ ጥሪቕ ጥሪቕ ትብል ውድብ ትፈሊ ጥሪቕ ጥሪቕ ትብል ውድብ ትፈሊ ናይ ፍሕኛ ጸገም ንሕምም ናይ ኣእምሮ ጸገም ከኣ ንተቓላሳይ ስለ ዘጋጠመካ ጥሪቕ ጥሪቕ ክትብል ትነብር ተወዲኣ ሕጂ ኤርትራ ከምዚ ዶ ከምዚ ኣይገበረትን ዶ ንስድራይ ንሕውል እየ እንታይ ትሕውሉ መን ኮይና ስድራኹም ረኺብናዮም ዓዲ መጺና እንታይ ትሕውሉ ሸሞንተ ወርሒ ረኸብናዮምን ክልተ ዓመት ደሃዩ ይብለይን እጓ እንዳ ክምርዖ ይኸይድ ኣለኹም ምስ በለኒ ተመርዒኒ ተፋቲሐ ይፈልጥን ኣብ ኢትዮጵያ ኣውፅኡ ወሲድኒ ናይ ገስት ሃውስ ከይክፈሎ ኣብዛ ኢደይ ዝነበረት ካትን ብፃህያይን ብዓፂድን ዝሓቐቐት ኣረኪበያ መፅየ ዘይትብል ኣዴታት እኮ እየን ዘለዋኹም ጌስት ሃውስ ወሲድኩምሲ ከይከፈልኩሞ ገዲፍኩሞ ናብኡ ምስ መጻእኩም እቶም ዋና ጌስት ሃውስ ጉሒፎም ደርብዮምን ካቲመን ኣትሒዘን ዝወፃ ኣዴታት እኮ እየን ዘለዋኹም ኣብዚ መፂኹም ካልእ ትመስሉ እንተቐርቕሞ ጌሳኹምስ ክትከፍሉ ዘይትኽእሉስ ንብዋጋ ሂወት ዝመጸት ሃገር ኣድሒንኩምስ ፍታሕ ክተምጹ የለን ንሕና እዚ ከለና ክንእለየልኩም ተጸበዩ ድሕረና ዝመጹ ዘለዉ ካባና ዝተሩ እንተዘይኮይኖም ዕድል ግበሩ ጸሎት ግበሩ ሕጅስ ከምዚ ጽሉል ኢኻ እዚኦም እዮም እዚኦም ሒዙ እዩ ህግደፍ ከምዚ ዝበለ ወይ ከማና ጸማማት ንሕና ከማን ክንደይ ክንክእሎ ወረ ፈተራኻት ኢና ተዘራሃት ኢና ወረ ንሕና ፀማማት ሰባት ንፀማም ሽግር ንፀማም ዘመን ሰጊሮም ራህዋ ዘምፅኡ እዮም። ፀማማት እዮም እቶም ሰባት ግን መድፍዕ ተተኩሱ ኣየዝልቑ፣ ኣውቶማቲካሊ ብረት ተተኩሱ ኣየዝልቑ። ነቓፃት ፀማማት እዮም። ሕጂ እዚ ክትፈልጥ ኣለካ እዞም ከምዚኦም ዓይነት ሰባት ናብርኦም ዘይገበሩ ቀዳድ ስረኦም ዘይለገቡ ርእስኻ ከዝሩልካ ከይትሓስብ ኣካሉ ገዛውቲ ክዛረቡ ይኽእሉ እዮም ገዛ ከፊቶም ሩር ክብሉ ይሓድሩ ክሓድሩ ይኽእሉ እዮም ናይ ሓሶት ኣጀንዳ ግን ክንደይ ናይ ሓሶት ዘይሰማዕና ይትረፍ ብዘይ ቋንቋኹም ከረድኡኹም ብቋንቋኹም ዘረድኡኹም ከማን ኣይሰማዕኹምን ብቋንቋኹም ብቋንቋኹም ዝነግርኹም ምፍልላይ ዝምህርኹም ዓሌትን ቀቢላን ዝምህርኹም ነንሕድሕድካ ምብላዕ ዝምህርኹም ምፅናዕ ስኢንኩም ውድብ እንዳፈለኹም ትነብሩ ኣለኹም ናበይ ክትከዱ ምስ መን ውድብ ኣለካ ኢልካዮ ነቲኣ ንዮ በላ ነቲኣ ንዮ በላ ነቲኣ ንዮ በላ ብለካ ምስ መን ዳ ኣለካ እኳ እቲ ሃገርካ ፈቲካ እንዶ ንበር ሃራይ በቃ ከምዛ ከማናሲ ሃገርካ ፍቶ ኤርትራ ትበሃል ሃገር ኣላትካ ፍተዋ ኣኽብራ መንግስቲ ንስኻ መንግስቲ ኢኻ ኣነ መንግስቲ እየ በል ኣነሲ ናይ ሃገረይ ኣምባሳደር እየ ናይ ሃገረይ መንግስቲ እየ በቃ ዝከኣለኒ ክሰርሓላ እየ ንሃገረይ ስለተመረፅካ ቆፅሊ ወዲቑካ ኣብ ላዕሊ ስለደየብካ ኣይኮነን ነቲ ብ ላዕሊ ዘለውን ኣብ ታሕቲ ዘለዉ የድልይዎ እዮም ምኽሪ የድልይዎ ርእይቶ የድልይዎ ሓበሬታ የድልይዎ ንቐፌታ የድልዮ ኩሉ ዘማልኦ እዩ ጥራይ ንስኻ ኣብ ላዕሊ ተደይብካ ብረዚደንት ተኸስቶ ተባሂልካ እተመረጽካ ኣይኮነን። ነቲ ብረዚደንት ከኣ ኣብ ትሕትኡ ዘድልይዎ ኣማኸርቲ ዘድልይዎ፣ ዓጀብቲ ዘድልይዎ፣ ነቐፍቲ ዘድልይዎ፣ ርእይቶ ወሃብቲ የድልይዎ እዮም። ወሃቢ ርእይቶ ነቓፋይ ኴንካ ንሃገርካ ደው በል። ንሃገሮም ደው ዝብሉ ሃገራት እዮም ሃገር ዝሰርሑ። ንሃገሮም ደው ዘይብሉ ሃገራት ሞት ወዲኣ። ፈትርሕካ ከተፈትርኸና ፍትሩኽ ፍትርኽ ወይ ፍትሩኽ ሕጂ እዚ ፍለጡ ሃገር ኣብ ስደት ሃሉ ኣብ ዓዲ ሃሉ ኢራናውያን ኣብ ኣብ ስደት ኣለዉ መሊኦም ሚልዮናት ሽዱሽተ ሸውዓተ ሚልዮን ዝኾኑ ብደገ ኣለዉ ህጻናት ቆልዑ ብቡምባ ምስ ተደብደቡ እዚ መንግስቲ እሊኻ ሬጂም ቸንጅ እይኮነን ንጥፍኣትና ስለ ዝኾነ ንሕና ኢራናውያን ኢና ኣብ መንግስትና ኣለና። ፍኒቶ ኢራናውያን ቀጥ ኩናንኩን።